ዋላ እንተኾነ እውን ናህትና ጎይታ ቅተሉ ሕረዱ ከም ዘይብል ንፈልጥ ንኣምን ኢና። እንተኾነ ግን ኣብ ጥቕሲ ኣልዒሎም እስኪ ከምዚ ዝብል ኣንብብዎ ኢሎም ተነንብብ እንታይ ምተሰምዐና? እንታይ ምበልና? እስኪ ምሳይ ኣንብቡ። ኣብ ወንጌል ቅዱስ ሉቃስ ኣብ ወንጌል ሉቃስ ምዕራፍ 19 ቁፅሪ 27 መጀመሪያ ብትግርኛ ቀፂሉ በምኻን ይኸንብበልኩም እየ ከምዚ ይብል ነዞም ኣነ ኣብ ልዕሊኣቶም ክነግስ ዘይደልዩ ጸላእተይ ግና፣ ናብዙይ ኣምጺእኩም ኣብ ቅድመይ ቕተልዎም በለ ዝብል ቃል ኣሎ። እዙይ ክትሰምዑ ከለኹም እንታይ ይስምዐኩም? እሺ ኣምሓርኛ ድማ ነብቦ እስቲ። ኣምሓርኛ ድማ ወንጌል ሉቃስ ምዕራፍ 19 ቁጽሪ 27 ምሳይ ኣንብብዋ መጽሓፍ ቅዱስ ከምዚ ይብል ነገር ግን እነዚያን በላያቸው ልነግስ ያልወደዱትን ጠላቶቼን ወደዚህ አምጧቸው በፊትም እረዷቸው ይብል እና እዚ ቃል እዚ ኣልዒሎም ናትኩም ጎይታ ናትኩም ኣምላኽ እውን ሕረዱ ቅተሉ እዩ ዝብል ኢሎም ከልዕልዎ ከለዉ እንታይ ይስምዐና? ከምኡ ኣይብልዎዶ ስለዚ እዚ ቃል እዚ እንታይ ማለት እዩ ንምባል ምድንጋጽ ኣየድልን እንታይ ማለት እዩ ኢልና ንምርዳእ ጭብጣ ሓሳቡ ካብ ላዕሊ ክሳብ ታሕቲ እንታይ እዮም ዝብሉ ኣበው ኣቦታት ኣንብብዋ ለመልእክት እምጥንታ እስከ ተፍጻሜታ ንዝኾነ ይኹን መልእኽቲ ጭብጡ ሓሳቡ ካብ ላዕሊ ክሳብ ታሕቲ ኣንብብዋ እዮም ዝብሉ እሞ እዚ ናብ ሎማዓንቲ ናባኹም ከብለ እየ እንታይ ማለት እዩ ቅተልዎም ሕረድዎም እንታይ ማለት እዩ ንመን እዮም እቶም ዝቕተሉ ዝሕረዱ መዓዝ ኸ እቶም ቀተልቲ እቶም ሓረድቲ ኸ መን እዮም ዝበን ኣዋኹም ከብለ እግዚኣብሔር ምሳኹም ይኹን ምሳይ ኩኑ ሰናይ ስለዚ እቲ ቃል ኣብ ቅድሚ ቅተልዎም በለ ዝብል ቃል ኣሎ በፊቴ እረድዋቸው ዝብል ኣሎ ስለዚ እንታይ ማለት እዩ ንምባል እቲ መልእኽቲ ካብ ላዕሊ ክሳብ ታሕቲ ክንሪኦ ከለና ካብዚ ዝተፈለየ ሓሳብን መልእኽትን እዩ ዘለዎ። እቲ ቃል ወንጌል ሉቃስ ምዕራፍ ዓሰርተ ትሽዓተ ካብ ቁጽሪ ዓሰርተ ሓደ ክሳብ ዕስራን ሸውዓተን ጠቕሊልኩም ክተንብቦ ከለኹም ኣብቲ ኣምሓርኛ ኮነ ኣብቲ ትግርኛ ምሳሌ ዝተነግረ ምሳሌ ፓራብል እዩ ምሳሌ እዩ እቲ ምሳሌ ንሱ ብዛዕባ ሓደ ክቡር ሰብኣይ ወይ ብዛዕባ ሓደ መኮንን ናብ ርሑቕ ሃገር ዝኸደ ነቶም ኣገልገልቱ ድማ ልክዕ ከምዚ መክሊት ኢልና ኣብ ማቴዎስ ወንጌል ዝተምሃርናዮ ኣብዚ ድማ ምናን ዝተባሃለ ንዓሰርተ ኣገልገልቲ ዓሰርተ ምናናት ነጊዶም ከትርፍሉ ከም ዝሃበ እዩ ዝነግረና። እስኪ ሓደ ብሓደ ንምርኣይ ንፈትን። እስኪ ከምብበልኩም እየ፣ ንስኹም ምሳይ ኣንብቡ፣ እቲ መልእኽቱ ምንቲ ክትርድእዎ እቲ ቃል ብቃል ተቖሪፁ ክንበበልና ከለዎ የደንግፅ እዩ። ሓደ ግዜ ኣንቢቦ ንዘይፈልጥ ኣስተውዒልዎ ንዘይፈልጥ ሰብ ድንግጽ ክብል ይኽእል ይኸውን ምናልባሽ ካብ ቁጽሪ ዓሰርተ ካብ ክልተ ከንብበልኩም እየ ኣነ ማለት ሉቃስ ወንጌል ምዕራፍ 19 ካብ ቁጽሪ 12 ጭራሽ ኢየሱስ ክርስቶስ ብምሳሌ ንሃቱ ዳግም ምጽኣትን ናይ ዓለም ፍርድን ዝገልጽ ቃል እዩ እቲ ቃል ኰይኑ ግን፣ የሆዋ ጐይታ ኵናትኩም ከምዚ ኢሉ ኣዚዙ። ገለ ገለ ክርስትያን ድማ ኣይ ከምኡ ከም ዝኣዘዘና እኳ ኣይፈለጥናን ኔርና፣ ከምኡ እንድሕር ኣዚዙና እማ ክንውድኣኩም ኢና ዝብሉ እውን ሓደ ሓደ ኣለዉ። ስለዚ ግን ከምኡ ማለት ኣይኰነን። ብትኽክል ኣብ ዝሓለፈ ቪድዮና ውልቀ ቅድስናን ሓባራዊ ህልውናን ዝብል ብዝተፈለየ መልክዑ ከመይ ከም ዝዀነ ፍትሐ ነገሥት እንታይ ከም ዝእዝዘና ነጊርና ኢና ኣቐሚጥና ኢና ምርኣይ ትኽእሉ ኢኹም። ታይ ዝብል ካብ ሉቃስ ወንጌል ምዕራፍ ዓሰርተ ትሽዓተ ካብ ቁፅሪ ዓሰርተ ክልተ ሓደ ኽቡር ከምዚ ድማ በለ ይብል ኣብቲ ላዕሊ እንታይ ይብል ካብ ቁፅሪ ዓሰርተ ሓደ ዶ ክጅምረልኩም ንሳቶም እዚ ክሰምዑ እንተለዉ ድማ ናብ ኢየሩሳሌም ቀሪቡ ነበር እሞ መንግስቲ እግዚኣብሔር ሽዑ እትገሃል ይመስሎም ስለ ዝነበረ ወሲኹ ብምሰላ ተዛረብ ይብል ንሶም ብኣካል ናይ ክርስቶስ መንግስቲ ዝግለጸላ ሽዑ ንሽዑ ትግለጽ ይመስልዎም ዝነበረ። ኮይኑ ግን ናቱ መንግስቲ ሕዚ ከም ዘይግለጽ፣ ደሓር ኣብ ምጽኣቱ ከም ዝግለጽ፣ ናይ ክርስቶስ መንግስቲ ኣብ ምድሪ ከም ዘይኮነት፣ ኣብ ሰማያዊ መንግስቲ ከም ዝኾነት፣ ኣብ ዳግም ምጽኣቱ ግን ክፈርድ ከም ዝኽእል እዚ ምሰላ እዚ ኣበርቲዑ ክገልጸሉ ስለ ዝኽእል ብምሰላ ከምዚ ኢሉ መሰለሎም። ስለዚ ምሰላ እዩ ፓራብል እዩ ማለት እዩ ስለዚ ዓሰርተ ክልተ እንታይ ዝብል ቀፂሉ ከምዚ ድማ በለ ይብል ዝነገር ዘሎ መን እዩ ጎይታ ኢየሱስ ክርስቶስ ብዛዕባ እንታይ ብዛዕባ ምሳለ ከምዚ በሎም ሓደ ክቡር ሰብ መንግስቲ ተቐቢሉ ክምለስ ናብ ርሕዋ ሃገር ናብ ርሑቕ ሃገር ከደ ይብል። ስለዚ እቲ ናብ ርሑቕ ሃገር ብምሳሌ ስለ ዝኾነ እቲ ናብ ርሑቕ ሃገር ዝኸደ ክቡር ክቡር ሰብ መን እዩ ኢልና እቲ ምሳሌ ክንፈትሖ ከለና ጎይታና መድሓና ኢየሱስ ክርስቶስ ዓሪጉ ናብ የማን ኣቦኡ ናብ ሰማያት ከም ዝዓረገ ዝነግረና እዩ ማለት እዩ። ስለዚ ናብ ርሑቕ ሃገር ከደ እዩ ዝብል። ዓሰርተ ሰለስተ ድማ ቁጽሪ ታሕቲ ክንወርድ ከልና ን ዓሰርተ ኣገልገልቱ ጸዊዑ ከኣ ክሳዕ ዝመጽእ በዚ ንገዱ ኢሉ ዓሰርተ ምናን ሃቦም ይብል። ኣገልገልቱ ድማ ጸዊዑ ከትርፍሉ ክነግድሉ ኣብ ልዕሊ ክብሪ ክብሪ ኣብ ልዕሊ ጸጋ ጸጋ ክወሃቡ ክሽወሙ ክሽለሙ ድማ ዓሰርተ ምናን ቅድም ክብል ኣብ ማቴዎስ ብመክሊት ኢና ንፈልጦ ነቲ ሓደ ሓሙሽተ፣ ነቲ ሓደ ሰለስተ፣ ነቲ ሓደ ሓደ ከም ዝሃበ ማለት እዩ። እዚ ድማ ግን ዓሰርተ ምናን ንዓሰርተ ሰባት ሓደ ሓደ ምናን ይህይዎም። እዚ ክትርጎም ከሎ እንታይ ማለት እዩ? ንኹሉ ናይ ውሉድነት ጸጋ፣ ናይ ድሕነት ጸጋ ከምኡ እውን ወንጌል ቅዱስ ንኹሉ ጎይታ ከም ዝሃበ የርእየና ማለት እዩ። ደቂ ዓዱ ግና ጸልእዎ እሞ ደቂ ዓዱ ጸልእዎ ይብል። ደቂ ዓዱ ዝተባህሉ መን እዮም? ብምሰለይ ዝተነገሩ እዩ። ደቂ ዓዱ ዝተባህሉ ብክርስቶስ ኣምላኽነት ዘይኣመኑ ማለት እዩ። ብክርስቶስ ኣምላኽነት ንሕና ንሱ ወዲ ኣብ ወዲ እግዚኣብሔር እግዚኣብሔር ኢየሱስ ክርስቶስ ኢና ንኣምን። ካልኦት ድማ ብኡ ዘይኣምኑ ድማ ወዲ ዮሴፍ ዕሩቕ ብእሲ ኢሎም እዮም ዝኣምኑ። ስለዚ ኣምላኽነቱ ዘይተቀበልዎ ናብ ጸላእቱ ተባሂሉ ተገሊጹ ኣሎ ማለት እዩ። ኣምላኽነቱ ሰብ ጥራይ እዩ ኢሎም ዝኣምኑ ኣምላኽነቱ ዘይተቀበልዎ ደቂ ዓዱ ግን ጸልእዎ እሞ ይብል ደቂ ዓዱ ዝተባህሉ ናብ ወገናቱ መጸ ከድሕኖም መጸ ግን ኣይተቀበልዎን ዝብል ማለት እዩ። ስለዚ ደቂ ዓዱ ግና ጸልእዎ እሞ እዙይ ኣብ ልዕሌና ክነግስ ኣይንደልን ኢና ኢሎም ደድሕሪኡ ልኡኻት ሰደዱዮ። በቃ ክነግስ ኣይንደልን፣ እዚ ኣምላኽና ክኸውን ኣምላኽ ኢልና ክንቕበሎ ኣይንደልን ኢሎም ጸልእዎ ይብል። ከድሕኖም ዝመጸ ንሳቶም ግን ኣይተቐበልዎን እዩ እዚ ዝብል እቲ ምሳሌ ንሱ እዩ። ስለዚ ህንፃ ፍቓድ ኣለዎም ብግድን ኣምልኹኒ ተኸተሉኒ ብግድን ደሓኑ ዝብል ጎይታ ኣይኮነን ኢየሱስ ክርስቶስ ግን ደሓን ፍርዲ ኣሎ እዩ ኣብ ነፃ ፍቓድ ውሽጢ እንታይ ኣሎ ፍትሒ ኣሎ ምሕረት ኣሎ ስለዚ ኣብ ልዕሌና ክነግስ ኣይንደልን ኢሎም ብነፃ ፍቓድ ኣይተቐበልዎን እዚኦም እንታይ ተባሂሎም ኣለዉ ደቂ ዓዱ ፀላእቱ ተባሂሎም ተቐሚጦም ኣለዉ መንግስቲ ተቐቢሉ ምስ ተመልሰ ድማ፣ መዓዝ እዩ እዚ መንግስቲ ተቐቢሉ ምስ መጸ ተባሂሉ ዝተገለጸ? ኣብ ዳግም ምጽኣቱ እዩ። ኣብ ዳግም ምጽኣቱ ፈራዲ፣ ቀያዲ፣ ኩሉ ዝኽእል፣ ኩሉ ዘኽእል ኢየሱስ ክርስቶስ እዩ ዝፈርድ። ንሱ እዩ። ስለዚ መንግስቱ ሽዑ ከም ዘይኮነ እዩ ነገሮም ዘሎ ብምሳሌ ገይሩ። መንግስቱ ብዳግም ምጽኣቱ ብደሓር ከም ዝኾነ ንምርዳእ ዝተነገረ ምሳሌ እዩ እና መንግስቲ ተቐቢሉ ምስ ተመልሰ ድማ ክንደይ ዝኣክል ነጊዶም ከም ዘትረፉ ክፈልጥ ደልዩ ነቶም ምናን ዝሃቦም ክጽውዑ ኣዘዘ። ስለዚ ነቶም ኣገልገልቲ ነቶም ኣሚኖም ዝተቐበልዎ ነቶም ኣሚኖም ዝተኸተልዎ ድማ ኣዐርዮም ክንግዱ ከትርፍሉ ከግልግሉ ኣብ ልዕሊ ክብሪ ክብሪ ኣብ ልዕሊ ጸጋ ጸጋ ክረኽቡ ክሽየሙ ክሽለሙ ዝሃቦም ጸጋ ምንኣን ክንደይ ኣትሪፍኩም ክንደይ ነጊድኩም ኢሉ ክጥይቖም ጸውዖም እዩ ናቲ ቀዳማይ መጺኡ ኦ ጎይታ ሓንቲ ምናን ሂብካኒ ዓሰርተ ኣትሪፈሉ እቲ ሓደ ድማ ሓንቲ ምናን ሂብካኒ ሓሙሽተ ኣትሪፈሉ እቲ ሓደ ግን ሓንቲ ምናን ሂብካኒ ፈሪሐ ከይነገድኩላ ኣብ ጨርቂ ጠቕሊለ ይኸው ሓንቲ ምናን ካሊ መሊስሉ እዩ ዝብል ስለዚ ነቲ ክብሪ ሽልማት ሃቦ ልክዕ ከምዚ ናይ መክሊት ነቲ ሓደ እውን ከምኡ ነቲ ሓደ ድማ ገሰጾ ማለት እዩ ደሓር ውርድ ኢልኩም ክትኸዱ ከለኹ ኣብ ቁፅሪ ዕስራን ክልተን ንሱ ድማ ነቲ ሓደ ምና ዘይትረፈሉ ገሰጾ ልክዕ ከምቲ ሓደ መክሊት ዘየትረፈሉ ማለት እዩ ቁፅሪ ዒስራን ኣርባዕተን ክትወርዱ ከለኹም ነቶም ኣብኡ ደው ኢሎም ዝነበሩ ሰባት ከዓ ይብል እታ ምናን ኣሕደግዎ እሞ ነቲ ዓሰርተ ዘለዎ ሃብዎ በሎም። እቶም ኣብኡ ደው ኢሎም ዝነበሩ መን እዮም ተባሂሉ ክግለጽ ከሎ ኣብቲ ሰማያዊ መጋባእያ ኣብቲ ሰማያዊ መጋባእያ ኢየሱስ ክርስቶስ ንፍርዲ ኣብ ዳግም ምጽኣቱ ክመጽእ ከለዉ እቶም ደው ኢሎም ዘለኣለም ዘምልኽዎ ዘኽብርዎ ዝሰግድሉ ዘገልግልዎ ዝለኣኽዎ መን እዮም ቅዱሳን መላእኽቲ እዮም ማለት እዩ ስለዚ ንሳቶም ጸጋ ሃብዎ ኢሉ ይልእኾም፣ ጸጋ ይህብዎ፣ ክብሪ ይህብዎ። እንደገና ድማ ንሳቶም ከዓ ኦ ጐይታ ኢሎም ጠየቕዎ። ንሱ ድማ ንዘለዎ ይወሃቦ፣ ነቲ ዘይብሉ ግና እታ ዘላቶ እኳ ይሕደጎ ኢሉ ነገሮም። ስለዚ ጸጋ ሃቦም ማለት እዩ። ቁጽሪ 27 ክንወርድ ከልና ነዞም ኣነ ኣብ ልዕሊኣቶም ክነግስ ዘይደለዩ ጸላእተይ ግና ኢሉ የምጽእ። ሕዚ ነቶም ኣነ ኣብ ልዕሊኣቶም ክነግስ ዘይደለዩ እወ ኢየሱስ ክርስቶስ እንታይ እዩ ህይወት ኣነ ህይወት ትንሳኤ እየ በቃ ህይወት ኣይደልን ዝበለ እንታይ እዩ ዝፅበዮ ሞት ወዶ ስለዚ ነፃ ፍቓድ ኣለዎም ዘይምድሓን ዘይምኽታል ዘይምምላኽ ድሓር ግን ካብ ፍርዲ ኣየምልጡን እዩ ኣየምልጡን ዝደለኻዮ ንበሮ እዩ እቲ ፍርዲ ማለት ካባይ ተፈለ ካባይ ተኣለ እዩ ስለዚ ነዚ ንምግላጽ ነዞም ኣነ ኣብ ልዕሊኣቶም ክነግስ ዘይደለዩ ጸላእተይ ግና እቶም ጸላእተይ ዝተባህሉ እንታይ እዮም ሕጂ ናይ ክርስቶስ ኣምላኽነት ዘይተቐበሉ ህይወት ምዃኑ ዘይኣምንዎ ትንሳኤ ምዃኑ ብርሃን ምዃኑ ጎይታ ኣምላኽ ምዃኑ ዘይተቐበልዎ ንሱ ጸላእተይ ብዝብል ቃል ተገሊጹ ኣሎ ስለዚ እቲ ፍርዲ ተዋሂቡ ዘሎ መዓዝ እዩ ካብ ርሑቕ ዓዲ ዝመጸ እቲ ክቡር ሰብኣይ እቲ ክቡር መኮንን ወይ ድማ ንጉስ ዝሃቦ ፍርዲ እዩ። ስለዚ ነዞም ኣነ ኣብ ልዕሊያቶም ክነግስ ዘይደልዩ ናቶም ድሌት እዩ ሕጂ ናይ ክርስቶስ ድሌት ክድሕኑ እዩ ክመጹ እዩ ኣብ ዘላለም ብርሃን ክመላለሱ እቲ ብኣይ ዝኣምን ተሞተ እኳ ብህያው እዩ ብህይወት ይነብር ኢሉ ከም ዝበለ ብኡ ዘይኣምኑ ድማ ብህይወት እሞ ክርስቶስ ብህይወት ኣይኣምንን እየ ዝበለ እንታይ ይኸውን? ኣብ ሞት ይነብር። ስለዚ ነዚ ኣነ ኣብ ልዕሊኣቶም ክነግስ ዘይደልዩ ጸላእተይ ግና ኢሉ ናብዚ ኣምጺኹም ኣብ ቅድሚ ቅተልዎም በለ። ንመን እዩ ከም ዝሎም ዘሎ? ነቶም መላእኽቲ ቅተልዎም ምስ ተባህሉ ሕረድዎም ምስ ተባህሉ ነቶም መላእኽቲ እንታይ ማለት እዩ እዚ? ካባይ ፍለይዎም ማለት እዩ። ካብ ህይወት ምፍላይ ቅትለት እዩ ሞት እዩ ካብ ህይወት ምፍላይ ልክዕ ምሕራድ ነፍስን ስጋን ከም ዝፈሊ ኩሉ በድን ከም ዝገብር ኩሉ ካብ ክርስቶስ ዝተፈለየ ህይወት ዝሞተ ህይወት እዩ ማለት እዩ ስለዚ ካብ ክርስቶስ ካባይ ፈሊኹም ካብ ጸጋ ዕድል ፍለይዎም ካብ ጻድቃን ፍለይዎም ካብ መንግስቲ ዘለዓለም ካብ ርሰይ ካብ መንግስተይ ውሉደይ ኣይኩንን እሞ ኣይሰዓብንን እሞ ብነፃ ፈቓዶም ስለ ዘይደለዩኒ ካባይ ይፈለዩ እለይዎም ካባይ ኣርሕቕዎም እለይዎም ኢሉ ብዚ ዝተናገሮ መሰረት ካብ ክርስቶስ ምፍላይ ካብ ክርስቶስ ምእላይ ካብ ጻድቃን ወገን ምእላይ ካብ መንግስተ ሰማያት ምፍላይ ኮታስ ጥቕልል ብዝበለ ካብ ክርስቶስ ተፈሊኻ ብዘይ ክርስቶስ ብዘይ ህይወት ብዘይ ብርሃን ምንባር ቅተልዎም ዝብል ቃል ተገሊጹ ኣሎ። እዚ ድሕሪ ትንሳኤ ሙታን ነፍስን ስጋን ተዋሂዱ ንዘለኣለም ኣብ ንነብረሉ ናይ ሞትን ናይ ህይወትን ፍርዲ ሰማያዊ መጋባእያ ኣብ ዝከናውንሉ ዝግበር ዝገልጽ እዩ ማለት እዩ። ስለዚ ፍረድዎም ብተማርኛ እረዷቸው እንተበለ ቅተልዎም ርግዝዎሙ እንተበለ እውን ካባይ ፍለይዎም ካባይ እለይዎም ስለዚ ናብቶም ዝደለይዎ ካብ ክርስቶስ ተፈልዮም ክርስቶስ ኣብ ህይወቶም ክነግስ ምስኦም ክነብር ኣይደለዩን ዘለዉ ድሌቶም እዩ ስለዚ ካባይ ተፈልኹም ንበሩ እዩ ሕረድዎም ቅተልዎም ዝተባሃለ በዚ መሰረት ተተርጒሙ ካብ ክርስቶስ ምፍላይ ካብ መንግስተ ሰማያት ምፍላይ ካብ ጻድቃን ካብ ጻድቃን ቅዱሳን ወገን ካብ ርስቲ መንግስቲ ምፍላይ እዚ ምሟት ምሕራድ ምቕታል ተባሂሉ ብምሰላ ፓራብል ምሳሌ ተቐሚጡ ኣሎ ማለት እዩ እምበር ብኣካል ኣምጺኹም ሕረዱለይ ኣብ ቅድመይ ዝብል ክርስቶስ ከምኡ ዝብል ኣምላኽ ኣይኮነን ንዕኡ እውን እዩ ካብ ዝሓለፈ ቪድዮና ጸላእትኹም ፍተው የማናይ ገጽኩም ዝጸፍዐኩም እቲ ካልእቲ ኣዙሩሉ እናበለ ዝነግረና ሕገ ወንጌል ሰብ ከም ባዕልኹም ፍተው እናበለ ዝነግረና ጎይታ ናይ ከምዚ ኣምላኽ ኣይኮነን። ስለዚ ንሳቶም ነቲ ናሃቶም ተግባር ንምሽፍፋን ካብ ዝጠቕስዎ ጥቕሲ ሓደ እዩ እዚ ክብል ደልየ። ስለዚ እዚ ቃል እዚ ተረዲእኹም በዚ መሰረት ክትርድእዎ ካብ ጎይታ ምፍላይ ምሳሌ ምዃኑ፣ ኣብዚ ዝተቐተለ ዝቐትል እውን ከም ዘየለ፣ ናይ ክርስቶስ መንግስቲ ኣብ ዳግም ምጽኣት ኣብ መጨረሻ ዓለም ኣብ መጨረሻ ዘመን ዝፍጸም ምዃኑ ብኡ ዘይኣመነ ሕጂ እውን ሕዚ እውን ተፈሪድሉ ኣሎ እዩ። ካብ ህይወት ተፈሊኻ ምንባር ኣይከኣልን። ክርስቶስ ህይወት እዩ። ክርስቶስ ብርሃን እዩ። ክርስቶስ ናይ ህይወት ምግቢ እዩ። ክርስቶስ ናይ ህይወት መስተ እዩ። ካብዚ ተፈልየ ክነብር እየ እንተኢሉ ካባይ ተፈሊኻ ንበር ንሱ እዩ ሲኦል፣ ንሱ እዩ ገሃነመ እሳት። ምንባር ኣይከኣልን። እዚ እቲ ዓብዪ ቅፅዓት ማለት እዚ እዩ። እዚ እቲ ሞት ዝበሃል፣ እዚ እቲ ምሕራድ ዝበሃል፣ እዚ እቲ ምቕታል ዝበሃል እቲ ምሳሌ ብኸምዚ ተርጒሞም እዮም ኣቦታት ዘረድኡና እሞ ከምዚ ዝበሉ ጥቕስታት ክነንብብ ክንርኢ ከለና ክንድንግፅ የብልናን። ሓደ ካብ ላዕሊ ክሳብ ታሕቲ ዘሎ መልእኽቲ ምንባብ እዩ። ካልኣይ ድማ ብዘይ ምድንጋፅ ድማ መምህራን ምጥያቕ የድሊ እዩ። ክርስቶስ ናይ ፍቕሪ ኣምላኽ እዩ፣ ንሱ ህይወት እዩ፣ ንሱ ትንሳኤ እዩ፣ ንዕኡ ዘይምምላኽ፣ ንዕኡ ዘይምኽታል፣ ናብ ርሑቕ ሃገር ከደ ዝብል ነጻ ፍቓዱ ሂቡና እዩ። ኣገልገልቲ ከገልግሉ፣ ከትርፉ፣ ክሽለሙ፣ ክሽወሙ፣ እቶም ዘይኣመኑ ድማ ካብ ኣምልኡ ዕድል፣ ግዜ፣ ንንስሃ፣ ዕድመ ንፍስሃ ሂብዎም ኣሎ ማለት እዩ። እቲ ዘይተቐበልሉ ግን ኣብ መጨረሻ ይተርፍ ንፍርዲ እዩ። ብዘይ ንስኻ ክንነብር ኢና ዝብሉ እንድሕር ኮይኖም እዮም ንበሩ፣ ካባይ ተፈሊኹም ንበሩ እዩ። ካብዚ ንላዕሊ ጭንቀት፣ ካብዚ ንላዕሊ ሞት፣ ካብዚ ንላዕሊ ናይ ዘለኣለም ጥፍኣትን ናይ ዘለኣለም ሞትን ናይ ዘለኣለም ሲኦልን እሳት እንተባሂሉ ዝተጋለፀ እውን እዚ እዩ። ስለዚ በዚ ምሳሌ እዩ ክትርጎም ዝኽእል እሞ ኣጋጣሚ ክተንብብዎ ተስፋ ይገብር። ብዙሕ ሓሳባት መልእኽቲ ከም ዝረኸብኩም ተስፋ ንገብር። ሓሳብ ርእይቶ እንተሃልዩኩም ድማ በዚ ኮሜንት ሴክሽን ኣብጽሑና። ሰላምን ፍቕርን የብዝሓልኩም። ኣብ በብዘለኹሞ እግዚኣብሔር ምሳኹም ይኹን። ሰላም።